ግርም እንቋዕ ደሓን መጻኹም ከምቲ ልሙድ ማለት እዩ ናብታ ስክሪን ሸርና ክንኣቱ እሞ ክንቅጽል ኣብ መወዳእታ ሕቶናን መልስናን ከኣ ስነ ስርዓት ንቅበል ኢና ማለት እዩ ከምቲ ልሙድ ኩሉ ሻዕ ንህለኩም እዚ ማለት እዩ መከላኸሊ እዩ ያ ብዙሓት ሰባት ባይዘወይ ነዚኣ ዝሓቱ ኣለዉ ስለምንታይ እዩ ኩሉ ሻዕ ትመጽእ ንዝብል ኩሉ ሻዕ ከነምጽኣ ስለ ዘለና እዩ ንሕና ኣብዚ ንህበኩም ዘለና ንመምሃሪ ደኣ እምበር እቲ ውሳነ ባዕልኹም ኣብ እስፔሻሊ ኣብ በብዘለኹሞ ዓዲ ይፈላለ እዩ እዚ በብዘለኹሞ ስቴት ስቴት ካብ ስቴት ከማን ይፈላለ እዩ ሕጊ ናይ ሕጊ ማለት እዩ ሶ ምስቶም ናትኩም ክኢላታት እኹም ትገብርዎ ንዝኾነ ውሳነ ክትውስኑ ከለኹም ማለት እዩ ኣነ ብሮከር ኣይኮንኩን ኣተርኒ ኣይኮንኩን ፋይናንሻል ኣድቫይዘር ናትኩም እውን ኣይኮንኩን ታንኪዩ So ከም ዝረኣናዮ ቀዳማይ ክፋል እንታይ ርኢና ኢና መግዝኢ ምግዛእ ዶ ምክራይ ርኢና ኢና ካልኣይ ክፋል ገዛ ንክትገዝእ ዘድልዩካ ሰነዳት ርኢና ኢና ሳልሳይ ክፋል ዓይነታት ገዛ ርኢና ኢና ራብዓይ ክፋል እቶም ስጉምትታት ወይ ከዓ ደረጃታት ምግዛእ ማለት ክንደይ ገንዘብ ይኸውን የድልየና ንሓንቲ ገዛ ንክንገዝእ ክንደይ ዋጋኣ እኻ እታ ገዛ እውን ክትገዝእ ትኽእል ሪኢና ኢና ሓምሻይ ክፋል ከኣ እታ ገዛ ክንገዝኣ ማለት ማለት እታ ንገዝኣ ገዛ ውን ሪኢና ኢና ቡሽጣን ደገኣን ኩሉ ምስ ቶም ናህና ብሮኮር ወይ ከኣ ደላላይ ዝብሃል ወይ ከኣ እቲ ኢንስፔክሽን እቲ ኣፕሪዛል ኩሉ ሪኢና ኢና ሻድሻይ ክፋል እዚኣ ሎሚ ትብል ዘላ ንጌጋ እያ ኣሕዋት ሻድሻይ ክፋል ክንሪኢ ኢና ሻዱሻይ ክፋል ክልተ ርእስቲ እያ ሒዛ ክትመጽእ መጀመርያ ሰነዳት ናብቲ ክሎዚን ኢና ክንብሎ ክሎዚን ክንብል ከለና ሎማዓንቲ ክንዓጽዋ ኢና እታ ገዛ ኣብ ዝሓለፈ ዝዝክሩ እንድሕር ኮንኩም ብክልተ ሚእትን ሰማንያን ሽሕ ገዚእና ኢና እታ ገዛ ማለት እዩ ካብኣ ቀፂልና ሕጂ ኣብቲ ናይ ክሎዚን ካምፓኒ ወይ ከዓ ታይትል ካምፓኒ ኢና ንብሎ ክሎዚን ክብል ከለኹ ኣብቲ መወዳእታ ትፈራረመሉ ወረቐት መዓልቲ ወይ ከዓ ቦታ ኢና ንኸይድ ዘለና ኣብኡ ምስ ከድና መጀመርያ ሒዝናዮ ንኸይድ ዶኩመንት ኣሎ ድሕሪኡ ከኣ ምስ ወዳእና ምስ ፈራረምና ከኣ ሒዝናዮ ንመጽእ ናብ ገዛና ዶኩመንት ኣሎ እቲ ሒዝናዮ ንመጽእ ናብ ገዛና ዶኩመንት ኣብ ኣብ ፋይልና ምሳና ክህሉ ዘለዎ ዶኩመንት ማለት እዩ ክጠፍእ የብሉን ኣገዳሲ እዩ ወክጠፍእ ይኽእል እዩ እንድሕር ጠፊኡ ተመሊስካ ናብቶም ታይትል ካምፓኒ ኢና ንብሎም ኣብዚ ናብኦም ናብቶም ዝፈርምካሎም ከድካ ክትረኽቦ ትኽእል ኢኻ ሽግር ዝበሃል የብሉን ግን ኣዝዩ ኣገዳሲ ሰነዳት እዩ ናይ ዋንነት ናትካ ማለት እዩ ሶ ሻዱሻይ ክፋል ሶ ናብቲ ክሎዚን እዛ ክሎዚን ብእንግሊሽ እየ ፅሒፈያ ዘለኹ ናብቲ ክሎዚን ክብል ከለኹ ናብቲ ንፍርመሉ ቦታ ንወስዳ ዘለና ክሎዝ ኢና ንገብር ዘለና ሎማዓንቲ ንውድእ ዘለና ናብኡ ሒዝናያ ንኸይድ ዶኩመንት ሒዝናያ ክብል ከለኹ ኦረዲ ብኢመል ጌርና ኢና ወይ ከዓ ፋይል ጌርና ኢና ወይ ናህና ብሮኮር ሰዲድዎ ኣሎ ምስኦም ኣሎ ግን ኣጋጣሚ ክንወስዶ ዘለና ወይ ከዓ ክነረክቦ ዘለና ብኣና ወጠን ብወገን ናህና ኢንሹራንስ ናይታ ገዛ ክትኣትወላ ኣለካ ኣገዳሲት እያ ምክንያቱ እቶም ባንኪ እቶም ንዓኻ ዝህቡካ ዘለዉ ባንኪ ኢንሹራንስ ተዘይብሉ እታ ገዛ ፋይናላይዝ ኣይገብርዋን እዮም እታ ፋይናል ማለት ትብር ከለኹ ኣይትፍርም ንካ ዶኩመንት ማለት እዩ ኢንሹራንስካ ተዋደደ ኣቲኻ ቅድሚ ምፍራንካ ዶኩመንት ናይ ኢንሹራንስካ ኣብኡ ክህሉ ኣለዎ ኣበይ ኣብቲ ናይቲ ክሎዚንግ ካምፓኒ ክብላ እየ ክሎዚንግ ታይትል ካምፓኒ እንዳበልኩዋ ክኸይድ እየ ኣሕዋት ኣብኣ ኢንሹራንስ ናይታ ገዛ ከትህሉ ኣለዋ ማለት እዩ ቀዳመይቲ ካልኣይቲ እቲ ክሎዚን ዲስክሎጀር ዝበሃል ዶኩመንት እዚ እዚ ኩሉ እቲ ናትካ ተርም ናይቲ ሎንካ ናይቲ ገለካ እቲ ባንክካ እቲ ኦፊሰርካ እቲ ሌንደርካ ኩሉ ዝህበካ እንታይ እዚ ክህሉ ዝህበካ ክብል ከለኹ ኣክቹዋሊ ንሱ እዩ ዝሰዶ እዚ ንስኻ ሽግር የብልካ ናብቲ ታይትል ካምፓኒ ባዕሉ ኢሜል ይገብረሎም ኣብ ኢዶም ኣሎ ማለት እዩ እዚ እንታይ እዩ እቲ ተርም ናትካ ንክንደይ ዓመት ኢካ ወሲድካዮ ዘለካ ክንደይ ኢንተረስትካ እንታይ ኢካ ኢልካ ዘለካ ከመይ ገረ እቲ ዶኩመንት ኣፕሩቭድ ኣብፂሖምካ ዘለዉ ዝብል ኩሉ ኮታስ ናይቲ መስርሕ እዚ ዲስክሎጀር ዝበሃል ኣገዳሲ ዶኩመንት እዩ ማለት እዩ ናብኡ ይኸይድ ናብቲ ታይትል ካምፓኒ ሶ ላን ኣፕሊኬሽን እቲ መጀመርያ ኣፕላይ ዝገበርካሉ ናይ ሎን ኩሉ ከዓ እዚ ይኸይድ ማለት እዩ ሕጂ ካልእ እቲ ናይ ኮንትራት እቲ ምስ ክልተኻ ስምምዕ ጌርካ ተሰማማዕካሉ ኣነ ከም ጋዛኢ እቲ ሓደ ከም ሸያጢ እዚኣ ከኣ እታ ናይ ስምምዕና ኮንትራት ማለት ዝፈረምናላ እዚኣ ፐርቸስ ኣግሪመንት ትበሃል ማለት እዩ ርኢናያ ኢና እዚኣ እውን ኣብ ዝሓለፈ እንታይ ትመስል ሶ ንሕና ሕጂ ሒዝናዮ ንኸይድ እቲ ኩልሻዕ ሎማዓንቲ እቲ ዳውን ፔይመንት ወይ ከዓ ኣብቲ ቅድመ ፔይመንት ንኸፍላ ገንዘብ ከዓ ክትህሉ ኣለዋ ማለት እዩ ንሱ መጀመርያ እቲ ዳውን ፐይመንት ወይከዓ ቅድመ ክፍሊት ንገብሮ ገንዘብ ካብ ሰለስተ ክሳብ ዕስራ ፐርሰንት ካብ ሚእቲ ናይቲ ንገዝኣ ዘለና ገዛ ማለት እዩ እቲ ዲፐንድ እዩ ልዕሊኡ እውን ክኸውን ይኽእል እዩ ትሕትኡ ዘይክኸውን ይኽእል እዩ ማለት እዩ ልዕሊኡ ግን ክኸውን ይኽእል እዩ ክንዲ ዝበለካ ንስኻ ዋላ ሓምሳ ካብ ሚእቲ ናይታ ገዛ ዝገዝኣ ዘለኹ ሓምሳ ካብ ሚእቲ ፐርሰንት ክኸፍላ እየ እንተልካ እውን ሒዝካ ትኸይድ ማለት እዩ እዚ as ካሸር ቸክ እዮም ዝደልዎ ብሓፂሩ ብቸክ ኣይኮነን ናይ ባንክኻ ቸክ ኣይኮነን ካሸር ቸክ እዩ ዝኸውን ካሸር ቸክ ክብል ከለኹ ኣብ ባንክኻ ኪድካ ካሸር ቸክ ተስርሖ ጥረ ገንዘብ እያ በቃ ታሳታቻ ካሸር ቸክሲ ጥረ ገንዘብ ኣ ተቐይራ ኣላ ክንደይ እያ ሓሙሽተ ሚእቲ ድያ ክልተ ሚእቲ ድያ ሓምሳ ድያ ስሳ ድያ ዒስራ ሽሕ ድያ ማለት እዩ ካሸር ቸክ ጥራሕ ክትኮን ትኽእል ካልኣይ ከዓ ዋየር ከዓ ክትገብረሎም ትኽእል ኢኻ ዋየር ክብል ከለኹ ኣብ ባንክኻ ኬድካ ናቶም ናይቶም ክሎዚን ካምፓኒ ናይቶም ታይትል ካምፓኒ እንታይ ይሰዱልካ እዮም ኩሉ ራውቲን ናምበር ን ኣካውንቲን ናምበር ራውቲን ናምበር ኣካውንቲን ናምበር ክብል ከለኹ ናቶም ባንኪን ኢንፎርሜሽን ይሰዱልካ እዮም እቲ ገንዘብ ናብቶም ታይትል ካምፓኒ ከሰዶ እቶም ክሎዚን ትገብረሎም ዘለካ ካምፓኒ እዩ ናብኦም ከኣ እንተደሊኻ ቅድሚ ሰለስተ መዓልቲ ቅድሚ ኣርባዕተ መዓልቲ ቅድሚ ሓሙሽተ መዓልቲ እንተወዳኢካ እንተጻይፍካ ኣብኡ ክኸይድ ይኽእል እዩ ሽግር ዝበሃል የብሉን ገንዘብካ ናብኦም ከኣ ዋየር ትገብሮም ወይ ከኣ እታ ክሎዚን መዓልቲ ከኣ ካሸር ቸክ ሒዝካ ከኣ ትመጽእ ማለት እዩ እዚኤን ሒዝካየን እንድሕር ኣብ ሓዲኤን ጌርካ ኣብ ዝጠዓመኻ ካብ ዝኣዘዙኻ ማለት እዩ እዚ ዋየር ክትገብሮ ከለኻ ሜክሽር ተጠንቀቑ ኣጅስት ኣብዚ ብዙሕ ሽግራት የጋጥም ማለት እዩ ኣብ ባንክ ኸድካ ናይ ግድን ንዕኦም ደዊልካ መክሹር ጌርካ ኢኻ ክሰዶ ዘለካ ዋላ ዕስራ ሽሕ ትኹን ዓሰርተ ሽሕ ካሸር ቸክ ጌርካ ከኣ እንድሕር ኮንካ ከኣ ናብ መን እያ ትብል ከኣ ክትጽሕፋ ኣለካ። ናብቶም ክሎዚንግ ካምፓኒ ንብሎም ወይ ከኣ እቶም ንዓኻ ንስኻ እቲ ገዛኢ በዚ መጺኡ ኣሎ እቲ ሸያጢ በዚ መጺኡ ኣሎ እሶም ኣብ መንጎ ሳልሳይ ኣካል እዮም እዞም ክሎዚንግ ካምፓኒ ወይ ከኣ ታይትል ካምፓኒ ንብሎም ናብኦም እዩ ዝኸይድ ኩሉ ዶኩመንት እቲ ገንዘብ ናብኦም ይኸይድ ሽዑ ንሶም ንስኻ ምስ ሃብካዮም ካልእ ምስ ሃብካዮም እቲ በንኪ ከኣ እቲ ናይ ባንኪ ገንዘብ ከኣ ናብኦም ክኸይድ እዩ እቲ ሎን ዝበካ ገንዘብ ማለት እዩ ናብኦም ምስ ከደ እዚኦም ነዚ ሰብ እዚ እዚ ሸያጣ እዩ ንበሎ እዚ ሸያጣ እዩ ንበሎ ናብዚ ክኸይድ ከሎ ገንዘብ ዝኽፈል ተልዎ ናይ ታክሲ ድዩ ዘለዎ ሊንዲ ኣለዎ ኣብቲ ገዝኡ ከም ወይ ኣብ ዝሓለፈ ተምሃርናዮ ዝኾነ እንተልዎ ወይ እውን ናይቲ ቅድሚኡ ዝነበረ ገንዘብ ባንኪ ሎን እንተልዎ ናቱ ከፋፊሎም ዝተረፈ ገንዘብ ናብቲ ሸያጣይ ኣብ ሳልስቲ ድዮም ኣብ ራብዕቲ ድዮም ኣብ ሰሙን ድዩ ቸክ ወይ ከዓ ካሸር ቸክ ወይ ከዓ ናብ ኣካውንት ይሰድሉ ማለት እዩ ስለዚ እዚ ታይትል ካምፓኒ ናብኡ እዩ ዝኸይድ ዝኾነ ነገር so ባንኪ ዝቡካ ንዓካ ኣፕሩቭ ዝሃቡካሉን ክንድዚ ክንበካ ኢና ዝበሉካ ናበይ ይከይድ ንስካ ዳውን ፐይመንት ሒዝካዮ ትመጽእ ናበይ ይመጽእ ናበይ ይከይድ እዚ ሰብኣይ እዚ ዳሎ እቲ ዝክፈል ኣለካ ናቶም ስተትመንት ዘድልዮም ናብዚ ዝክፈል ኣሎ ናብዚ ዝክፈል ኣሎ ናብዚ ዝክፈል ኣሎ ዘን ዝተረፈ ንዓካ ኢሉ ከዓ ናብኡ ይከይድ ማለት እዩ so ምናልባት እዚ ኩሉ ሰዓት እዚ ኮንቨንሽናል ሎን ክልተ ዓይነት ሎን ኢና ንርኢ እዩ ጅዋሊ እዚ እንድሕር ኮይኑ ክሳብ ሰለስተ ፐርሰንት ዳውን ፔመንት ክትረክብ ትኽእል ኣሕዋት ኣነ ኩሉ ሻዕ እቲ ዝብሎ ዘለኹ ኣኮርዲንግ ቱ ዩ ኤስ ማለት እዩ ምናልባት ኣብ ኢንግላንድ ካልእ ስም ክህልዎ ይኽእል ካልእ ዓይነት ክኸውን ይኽእል ኣብ ካናዳ ካልእ ክኸውን ይኽእል ኣብ ኣውስትራልያ ካልእ ክኸውን ይኽእል ማለት እዩ ግን ንስኻ ነታ ክልተ ሚእትን ሰማንያን ሽሕ ተሰማሚዕናያ ዘለና ገዛ ሰለስተ ፐርሰንት ናታ ዳውን ፔይመንት ክትገብር ትኽእል ኢኻ ማለት እዩ ዲፐንድ እዚ ክብል ከለኹ ግን ናትካ ክረዲት ስኮር ናትካ ኢንካም እቲ ፈሎ ዝገብር ኢንካም ኩሉ እዚ ኣፕሩቭድ ጌርካ ክሳብ ክንዲ ዝኸውን ኣፕሩቭድ ክንብለካ ኢና ወይ ከዓ ክንበካ ኢና ክብሉካ ኣለዉ እቲ ናትካ እዩ ወሳኒ ቀንዲ ክረዲት ስኮርካን ኢንካምካን ሂስትሪ ናትካን ይገዳሲ ድሕሪ ሕማቅ ክረዲት ስኮር ተልዩካ ሰለስተ ዘይክትረክብ ትኽእል ዒስራ ክብሉካ ክኾን እዮም ገሊኦም እውን ሓምሳ ክብሉካ ክኽእል እዮም ማለት እዩ ሶ እተን ኩሉ ሻዕ እታ ክረዲት ስኮር እንድ ኢንካም ኢዝ ኢምፖርታንት ትበሃል ኢና ናይ ኩሉ ሻዕ ሕጂ ንስኻ ገዛ ንክትገዝእ ትሓስብ ዘለካ መጀመርያ ክትጥምታ ዘለካ ክረዲት ስኮርካ ከተዕብን ፅብቕቲ ክትገብራን ኣለካ ድሕሪኡ ከዓ ኢንካምካ ከዓ ከምኡ ዝበልኩ ካብ ዓመት ናብ ዓመት እንዳወስኸ ክውስኽ ክኽእል ኣለዎ ኣበይና ርኢና እቲ ደብት ረሾ ዝብል ብጣዕሚ ኣገዳሲ እዩ ናብኡ እዩ ክመልሰና ማለት እዩ ስለዚ ክሳብ ሰለስተ ፐርሰንት ዳውን ፔይመንት ትገብር ኣለካ ኣሕዋት ዳስ ቢዩቲፉል ማለት እዩ እንድሕር እዚ ኤፍኤችኤ ሎን ዝበሃል እዚ ናይ ጋቨርመንት እዩ እዚ ሚኒማም እንተወሓደ ሰለስተ ነጥቢ ሓሙሽተ ካ ዳውን ፔይመንት ትገብር እዚ እዚ እንታይ እዩ ቁርብ ናይዚ ሽግር ዘለዎ እዚ ፅቡቅ እዩ ዋላ 600 ክሬዲት ስኮር እውን ኣፕሮቭ ክገብሩካ ክእሉ እዮም እንታይ እዩ ኢንተረስት ቁሩብ ክልዕለካ ክእል እዩ እንደገና ካብ PMI ዝበሃል ኣሎ ክንመሃሮ ኣይና ቦይኒ ክላስ ክመጽእ እዩ ኢንሹራንስ ከዓ ትኸፍለሉ ነቲ መርገጅ ኢንሹራንስ ከዓ ትኸፍለሉ ማለት እዩ እምበር ክሳብ ሰለስተ ነጥቢ ሓሙሽተ ፐርሰንት ዳውን ፔመንት ጌርካ ክትከይድ ትኽእል ኢኻ ማለት እዩ ሶ እንድሕር ኣትሊስት ዕስራ ፐርሰንት ዳውን ፔመንት ጌርካ ኣብ ዝኾነ ገዛ ክትገዛ ከለካ እታ ፒኤምኣይ ትበሃል ትተርፈልካ ማለት እዩ ስለዚ ንሕና ካብ ሰለስተ ክሳብ ዕስራ ኢልና ዘለና ዕስራ እንድሕር ጌርካ በቃ እታ ፒኤም ኣይትበሃል ተርፍልካ ምክንያቱ እዞም ዝብኻ ዘለዉ ባንክሲ ናይ ዕስራ ፐርሰንት ዋንነት ኣሰት ንስኻ ኣለካ ስለዚ ናይ ዕስራ እንተ ምናልባት ገለ እንድሕር ኮይኑስ ነታ ገዛ ክሸጥዋ ክኽእሉ እዮም ስለዚ ዕስራ ፐርሰንት ስረኪቦም ኣለዉ ብሓፂሩ ንሶም ማለት መክሰቦም ዘይኮንኩ ዝብ ዘለኹ ኣነስ ነሳቶም ጋግ ኣለዎም ስፔስ ረኪቦም ኣለዉ ማለት እዩ ንዓኻ ንክቡካ እዳፋፈሩ እዮም ድሓን እዩ ሰብዚ ዕስራ ፐርሰንት ዕስራ ካብ ሚእቲ ከፊሉላ ኣሎ ናይታ ገዛ ዘን ሰማንያ ካብ ሚእቲ ንሕና ሎን ንህቦ ኣለና ኣብልካ ኣሎ ስለዚ ነቲ ፒኤምኣይ ንብሎ ዘለና ወይ ከዓ ነቲ ሞርገጅ ኢንሹራንስ ምእታው ካልኣይ ኢንሹራንስ እዚ ምእታው ጠጠው ኣብልዎ ሰዩጅዋሊ ነዚ ግን እንተደሊኻ ክትቅፅሎ ትኽእል ኢኻ ክትከይድ ትኽእል ኢኻ ደን እዚ ኣበይና ክላስ ፅፍፍ ኢላ ከምፃ እያ ደሓን ከመይ ጌርካ እውን ተውፃእ እውን ኢዚ ኣብ ዓመት እንተረኣን እውን ምስኦም ጸኒሕካ ዋላ ሕጂ ሰለስተ ፐርሰንት ዳውን ፐይመንት ጌርካ ዕስራ ካይከድካ እንድሕር ከይድካ እንድሕር እታ ገዛ ናትካ ወሲኻ ቫልዩ ናታ እንድሕር ንላዕሊ ንላዕሊ ንላዕሊ ትረንድ እንዳገበረ እንድሕር ከይዱ ዘን እንታይ ትገብር ኢኻ like let's say ሰለስተ ነጥቢ ሓሙሽተ ሂብካ ገዚእካያ ንበሎ PMI ኣለካ ንበሎ እዚ ግን ክበልኹ ኣብቲ ኮንቨንሽናል እንተኾይኑ ኣብዚ ኣብዚ ኣብዚ ሎንዚ እንተኾይኑ ዘሎ ድሕሪ ዓመት ምፈረኣ እንታ ገዛኻ እንድሕር ትረንድ ወሲኻ እንድሕር ለሰይ ናይ ሰማንያ ዒስራ ፐርሰንት ወሲኻ ቫልዩ ናይታ ገዛኻ ድሕሪ ክልተ ዓመት ነዚ ካንስል ክትገብሮ ትኽእል ኢኻ ሚእቲ ቅርሺ ድዩ ሚእቲ ሓምሳን ኣብ ወርሒ ኢኻ ትኸፍለሉ ነዚ ነው ካንስል ክትገብሮ ትኽእል ኢኻ ሲምፕል ዊዝኣውት ኤኒ እንታይ ትሕተት ኣፕሪዛል ትሕተት መፂኦም ሚእትን ሓምሳን ቅርሺ ጥራሕ ኢኻ ትኸፍሎም ኣንኣቨሬጅ ማለት ሚእትን ሓምሳን ቅርሺ ትኸፍሎም መፂኡ ሓደ ናቶም ኣፕሪዛል ቱ ኣፕሪዝ ዝገብር ከም ዝሓለፈ ክላ ዝተምሃርና መፂኡ ሪኣ ነታ ገዛኻ ይስእላ እንታይ ቀይርካ እንታይ ወሲካ እንታይ ኣማዕቢልካ ደን ሽዑ ገዛኻ በርባዕተ ሚእቲ ዝነበረት ዝገዛእካያ በርባዕተ ሚእቲ ሽሕ ዝነበረት ሕጂ ብሰዓት እዚ ሓሙሽተ ሚእቲ ኣላ እንተኢሉ ኣፕሩቭድ ገይሩካ ተን የኣር ግትጎ ማለት እዩ ስለዚ ናይ ሚእቲ ሽሕ ቫሊ ገይርካ ኣለካ ተገዛ ስለዚ ነዚ ራይድ ኣወይ ካንስል ይገብሮ ሓደ ብከምኡ ካንስል ክትገብሮ ተኽእልካ ካልኣይ ነገር ከኣ ሪፋይናንስ ጌርካ ካንስል ክትገብሮ ትኽእል ኢኻ። ሳልሳይ ነገር ከኣ ምናልባት ንስኻ ስቕ ኢልካ ንነዊሕ ዓመት እንድሕር ጸኒሕካ ሰብዓን ሸሞንተን ካብ ሚእቲ ፐይድ ኦፍ እንተገርካዮ ናይቲ ገዛኻ ከኣ ካንስል ባዕሉ ኣውቶማቲክ ክኸውን ማለት እዩ። ሶ ፒኤምኣይ በይና እውን ጽፍፍ ዝበለት ክላስ ሒዝናያ ክንመጽእ ኢና ማለት እዩ። ሶ እዚ ቪኤ ሎን ዝበሃል ኣሎ፣ ዩኤስዲኤ ሎን ዝበሃል ኣሎ ኣብ ዩኤስኤ ዝዛረብ ዘለኹ እዚ ንኣብነት ሓደ ኢልና እዚ ኮንቨሽናን ኤፍኤች ኢልና ክልተ ሰለስተ ኣርባዕተ ኣርባዕተ ዓይነት ሎንስ በዝታት ክትወስድ ትኽእልኻ እዚ መጀመርያ ክሳብ ዜሮ ፐርሰንት ዳውን ፔመንት ክትገብረሉ ትኽእልኻ ግን እዚ ወተሃደር ተኾንካ ሚሊታሪ ተኾንካ እቲ ስፔሻል ሪኳርመንት እዩ እዚ ምናልባት ናይዝታት ቁርብ ዲቴይል ኣይከምፅኦን እየ ቁርብ ታእሽሙ ዝኾነ እዩ ማለት እዩ ሪኳርመንት ኣለዎ እቶም ኣብ ሚሊታሪ ዘለኹም ኣብ ገለ ዘለኹም ትከታተልዎ እንድሕር ኮንኩም እስኪ ትልካዕ ብዜሮ ፐርሰንት ዳውን ፔመንት ክትገዝኣ ትኽእል ኢኻ ነታ ገዛ ማለት እዩ ሶ ሒዝናያ እንድኸድና ዳውን ፔመንት ኢና ከድና ሒዝናያ ከድና ማለት እዩ እታ ቅድሚ ክፈለት ስለዚ ክሎዚንግ ኮስት እታ ክሎዚንግ ኮስት ንብላ ዘለና እንታይ እያ እቲ ንዓና ኮስት ዝገበረና ክሎዚንግ ኮስት ከዓ ኣብታ ምዕፃው ነቲ ንምንታይ እዮም ነዚ ነገር ኣዚ ንክገብሩ ትሪኦም ኣለካ ኣፕሪዛል ክገብርዋ ነዚኣ ገምጋም ናይታ ገዛ ክወስዱ መጽዩ ሓደ ሰብ ክስእላን ክሪኣን ገለ መለ እዩ ገምጋም ናይታ ገዛ ክወስድ እዩ ናይዚ ንሕና ኢና ንኸፍሎ ቁሩብ እዩ ገንዘብ ብዙሕ ኣይኮነን ታይትል ሰርች እቶም ታይትል ዝበልናዮም እቶም ካምፓኒና እቶም ሳልሳይ ኣካል ዝበልናዮም ንሶም ብዛዕባ እታ ገዛ ነቲ ነገር ኣብኣ ሊን ኣለዋ ድዩ እንታይ እዩ ሂስትሪ ናታ ኩሉ ነገር ዘጽንዕዋ ከኣ ናይዚኦም ባዕልና ኢና ንኸፍሎም ውሕድ ገንዘብ ብዙሕ ኣይኮነን ታይትል ኢንሹራንስ ታይትል ኢንሹራንስ ከዓ ባዕልና ኢና ንኸፍል ታይትል ኢንሹራንስ ከዓ እንታይ ማለት እዩ ንዓና ገዚእና ምስ ወዳእና ኢንሹርድ ይገብሩና ምናልባት ዝሓለፎም ነገር ካይህሉ ኣብኡ ብቲ ገዛ ሊን ወይ ከዓ ከም ወየ ዝበልናዮ ዝሓለፈ ክላስ ዝኾነ መካኒካል ሊን ድዩ ካልእ ካልእ ሊን ሊን ማለተይሲ እዚ ሰብ እዚ እቲ ዝሸጣ ዘሎ ሰብሲ ሓደ ሰብ እንድሕር ዕርዩሉ ካይ ከፈሎ ስቕ እንተይሉ ተፅጢጡ ወይ ከዓ ናይ ማይ ድዩ ናይ ኤሌክትሪክ ድዩ ናይ ዝኾነ ካይከፈሎ ስቕ ኢሉ እንተፀቂጡ ኣብ ነታ ገዛ እዮም ብሌን ዝገብሮ ወይ ናይ መቕፃዕቲ ናይ ከተማ እንተልዎ ወይ ናይ ታክሲ ዘይከፈሎ እንተልዎ ኣብታ ገዛ ኣብኣ የፅዕንዋ ኣብኣ ምስ ገበርዋ ክሽየጥ ከላ ዘይዝኸፍላ ገንዘብ ይኸፍለን ማለት እዩ ሶ እዚኦም ኢንሹራንስ ንዓና ሕጂ ይህቡና ምናልባት እንተሓሊፉና ኣብዚ ዕለት እዚ ንክንድዚ ግዜ ይኸውን ኢንሹራንስ ንዓኻ ንበካ ብልኻ so ሰርቨይ ኣሎ ባዕልኻ ትኸፍሎ ሰርቨይ ከዓ ማለት እዩ እታ ቦታ ናትካ ከምዚኣ ገርም ርእይዋ ካበይ ናበይ እያ ዘላ ኩላ ሰርቨይ ገብርዋ ኩላ ይስእልዋ ዲዛይን ገብርዋ ጅስት ፍሎር ፕላን ሳይት ፕላን ኩሉ ዘጠቓለለ ማለት እዩ ሰርቨይ ገሮም ከዓ ባዕልና ንኸፍሎም ኢና ነቲ ክሎዚንግ ኮስት እዩ ንዓና ኮስት ዝገብረና ዘሎ ኣዝ ገዛእቲ ማለት እዩ ታክስስ እውን ኣለና ባዕልና ንኸፍሎ እዩ ማለት እዩ ናይ ሽዕ እዚ እቲ ዲድ ሪኮርድ ፊ ዝበሃል ከ ኣሎ ባዕልና ንኸፍሎ እዩ እዚ ኢንስፔክሽን ከም ዝረኣናይ ኢንስፔክሽን ከዓ እቲ ተማራማራይ ዝምርምሮ ናይቲ ገዛ ነቲ መፅኡ ሓደ ሰብ ሃየር ትገብሮ እሞ እዚ ፀገም ኣለዋ እዚ ፀገም ኣለዋ እዚ ፀገም ኣለዎ ዝብሉ ከዓ ባዕልና ንኸፍሎ እዩ ኤንን ክሬዲት ሪፖርት ቻርጅስ እዚ ከዓ ነቲ ናህና ዝሃብናዮም ናህና ብዛዕባና ሰርች ንክገብሩ ከዓ ፊ ኣለዎም ገንዘብ ክፈሉ እዮም ማለት እዩ ብዛዕባካስ ክሬዲት ናትካ እቲ ክሬዲት ፑል ገይሮሞስ እዚ ሽግር ኣለካ ክንዲዚ ለይት ፔመንት ነይሩካ መኪና ክንዲዚ ከፊልካ ከምዚ ከምዚ ሽግር ኣለካ ኢሎም ባዕሎም ናትካ ሪፖርት ናይ ውልቅካ ናትካ ከዓ ፑል ዝገብርዎ ማለት እዩ ነዚ ከዓ ባዕልና ንከፍሎ ሕጂ እዚ ዘጠቃለለ እዩ እቲ ናይ ክሎዚንግ ኮት ኣብ መወዳእታ ክሎዚንግ ኮስት ኣለካ እንደገና ከዓ እቲ ዳውን ፔመንት ኣለካ እዚአን ክልቲአን ብሓንሳብ እየን እታ ስተትመንት ክሰዱልና እዮም ካብቶም ታይትል ካምፓኒ ክሎዚንግ ኮስታ እዚኤን ዳውን ፔመንትካ እዚኤን ኢልካ ሽዑ መወዳእታ ሒዝካ ነዚኣ ኣዘ ካሸር ቸክ ወይ ከዓ እንታይ ኢና ኣልና ዋየር ገርና ናብቶም ታይትል ካምፓኒ ንሰዶም ዩዋሊ ናህና ክሎዚንግ ኮስት ይፈላለዩ ካብ ሰለስተ ፐርሰንት እዚኣ ትህልዋ ኣለዋ ክሳብ ሽዱሽተ ፐርሰንት እዩ ክሎዚንግ ኮስት ናይ ምንታይ ማለት እዩ ናይታ ክልተ ሚእቲ ሰማንያን ሽሕ ንገዛ ገዛ ዲፐንድ እዩ ካብ ሰለስተ ፐርሰንት ክሳብ ሽዱሽተ ፐርሰንት እንታይ እህበየ ዘለኹ ኣነ ይፈላለዩ ካብ ቦታ ናብ ቦታ ካብ ኤርያ ናብ ኤርያ ስለ ዝፈላለ ማለት እዩ ስለዚ ኢለ ዳውን ፔይመንት እንድሕር ዕስራ ፐርሰንት ንገብር ኣለና ሶሪ ኣብዚ ክፅሕፋ እየ ዳውን ፔይመንት እንድሕር ዕስራ ፐርሰንት ንገብር ኣለና ፕላስ ናይ ክሎዚንግ ኮስት ከዓ ለሰይ ፋይቭ ፐርሰንት ተሊና ስለዚ ጠቕላላ ዕስራን ሓሙሽተን ፐርሰንት ዳውን ፔይመንት ጌርና ማለት ፔይመንት ጌርና ንገዛ ነዛ ገዛ ማለት ኣቐዲምና ዝኸፈልናዮ ናይ ምንታይ ኣሎ ናይ ኤርነስት ማኒ ናይ ዕርቡን ንሱ ምዚ እዩ ዝእቱ ምዚ 20 ፐርሰንት ማለት እዩ ስለዚ እዚኤንን ታሒዝናያ ንኸይድ ቸክ እንታይ ነላ ፐርሰናል ቸክ ኣይከውንን እዚ እንታይ ደኣ ካሸር ቸክ ወይ ከዓ ዋየር ትራንስፈር እዩ ዝበሃል ሶ ምናልባት ንስኻ እቲ ዳውን ፔመንት ዓሰርተ ፐርሰንት ጌርካ ክትከውን ትኽእል ኢኻ እቲ ክሎዚንግ ኮስትኻ ላይክ ኣርባዕተ ፐርሰንት ክኾነልካ ይኽእል እዩ ሽዑ ነዚ ከዓ ዓሰርተ ኣርባዕተ ፐርሰንት እቲ ክሎዚንግ ኮስት ግን እዚ ኢምፖርታንት እዩ እዚ ኩሉ ናይዚ ኩሉ በዓልና ኢና ንኽፍሎ ማለት እዩ ሶ ክሎዘይ ነይሩ ኒሆም በቃ ወዲእካ ኣለኻ ገዚእካ ኣለኻ ማለት እዩ ስለዚ እንታይ እዮም ክብኻ ሽዑ እቲም ሌንደርስ ማለት እቶም ልቕዓት ዝህብኻ ዘለዉ እቲ ክሎዚን ዲስክሎጀር ኩሉ ክብኻ እዮም ንዓኻ ሂቦምኻ ኣለዉ ስለዚ ክትሪኦ ኢኻ ናብቲ ባንክ ከዓ ናብቶም ክሎዚን እዚ ክሓልፎ ከለ ሽግር ዝበሃል የብሉን ዋላ እዚኣ ክንእሽተይ ክብላ ኣብቲ ክሎዚን ዲስክሎጀር ዝበልናዮ እቶም ለንደር ዝቡኻ ወረቃቂቲ ኩሉ እንታይ ክኾን ኣሎ ምስቲ ናምበርካ ንስኻ ዝገዛእካያ ተሰማማዕካዮ ኩሉ ትብሎ ዘለኻ ፊታት ገለመለ ሜክ ሹር እቲ ናምበርስ እቲ ቁፅርታት ኣብኡ ዘሎ ራይት ምዃኑ ኣስተባህለሉ ማለት እዩ ሶ እዚ ኩሉ ሒዝና ናብቲ ክሎዚን ቦታ ናብታ ዴስክና ከድና ክንከይድና ክንፈራሪምና ማለት እዩ so እንታይ ሒዝካ ትመጽእ ኣለካ ንስኻ ብዝተይካ ምስተን ዝበልኩኻ ምስተን ዝበልናያ ዝተረኣናያ ካሽ ገንዘብ ማለት እዩ ቸክ ካሽ ዘይኮነ ካሸር ቸክ ወይ ከዓ ዋያ ኣይዲ ናትካ ሃልየካ እዩ ናይ ብሓቂ ኣይዲ ኣይድኻ እንተዘየሉ እዩ ናይቲ ዘለካ ዓዲ ማለት ኣይድኻ እንተዘየሉ እዩ ፓስፖርትካ ሰምሃው ከድልየካ እዩ ማለት እዩ ሶ ሪናና እዚ ሶ ሽዑ እንታይ ክትገብር ከ እቲ ሳይን እቲ ሰትልመንት ዝበሃል ወረቐት እሱ ናቱ ብምሉእ ናይቲ ዝበልናዮ ነገራት ኩሉ ቅጥዒታት ንስኻ ብክንዲዚ ገዚእካያ ሰው ኣዚ ናህካ ክንዲዚ ገዚእካያ ክንዲዚ ሽሕ ገዚእካያ ኣለኻ ክንዲዚ ዳውን ፔመንት ጌርካ ክንዲዚ ክንዲዚ ዳውን ፔመንት ጌርካ ክንዲዚ ጌርካ ክንዲዚ ጌርካ ዝብል ኩሉ እቲ መወዳእታ ነታ ገዛ ሳይን ንገብራ ኣብዛ ዶክመንት ማለት እዩ so ኩሉ እንደገና ከኣ እቲ ሞርገጅ ኖት ዝበሃል ከኣ ሳይን ንገብሮ ሞርገጅ ኖት ንኣ ክንደይ ከም ንኸፍል ክንደይ ከም ኢንተረስትና ምዃኑ ኩሉ ብዚ ሳይን ትገብሮ ዶኩመንታት ዕዳ የብሉን መዓዝ ዝኾነ ዶኩመንት ከኣ ሳይን ትገብር ማለት እዩ ዝሃብኻ ሳይን ምግባር እዩ ሽዑ ሽግር ዝበሃል የብሉን ፋይናሊ ነቲ እቲ ዲድ ኦፍ ትረስት ዝበሃል ከዓ ሳይን ትገብሮ ናብኡ ክመፅእ እየ ኣብዚ ድሓን እንታይ ሓደ ብሓደ ክንመፆ ስለ ዝኾንና ኢና

ምስኦም ምስቶም ክሎዝ ዝገበርካዮ ክሳብ ነታ ገዛኻ ፔይድ ኦፍ ትገብራ ማለት እዩ ከምዚ መኪና ለሰይ ሎን እንድሕር ኣለካ ኮይኑ መኪናካ ኩሉ ሻዕ መን እዮም ዝሕዝዎ እቶም ባንክ ሒዝዎ ማለት እዩ እቲ ናትካ ታይትል ናይታ መኪና ማለት ደን ፔይድ ኦፍ ምስ ገበርካ ናብኻ መይል ገይሮም ዝሰዱልካ ናብ ገዛኻ ስለ ልክዕ እዚ ከዓ ንስኻ ክሳብ ትኸፍላ ዕዳኣ ናይታ ገዛ ኮምፕሊትሊ ክሳብ ትኸፍላ ኣብቶም ካምፓኒ ኣሎ ኣብቶም ታይትል ካምፓኒ ኣብቶም ክሎብ ዝገበርናሎም ማለት እዩ ንሽዑ ፔይድ ኦፍ ዝገበርካያ ናብኻ ይመፅእ ወይ ከዓ እንተሸጥካዮ ከዓ ይለዋወጥ ማለት እዩ ምስኦም ኣሎ ትፍርሞ ወረቀት ሓደ ኢምፖርታንት እዚ ዲድ ኦፍ ትረስት ይበሃል ወይ ከዓ ሞርገጅ ይብልዎ እዚ ወረቀት እዚ ኣገዳሲ እዩ ኩሉ ሻዕ ኢምፖርታንት እዩ ትፍርሙ ከዓ ግን ክትፈልጥዎ ስለ ዘለኩም ጥራሕ እምበር ንስኻ ኣየና ይፍርም ኣየና የብል ዘይኮነ እዚ ዲድ ኦፍ ትረስት እንታይ ማለት እዩ ንስኻ ነታ ገዛ ሲ ኮላትሮ ተትሕዘላ ዘለኻ ማለት እዩ ወርኤቨር ነታ ዶኩመንት ትፍርማ ዘለኻ እስኻስ ኮላትሩ ኣብታ ገዛ ሲ ሕራይ ኢልካዮም ዘለኻ እኻ ናየነይቲ እየን እተን ገንዘብ እተን ክልተ ሚእቲ ሰማንያ እንድየን እተን ካልእ ካልእ ዝበልናየን ገንዘብ ሲ እዛ ገዛ ኣነ ይገዝኣ ኣለኹ ስለዚ ትሕጃ ናይዘን ገንዘብ እዚአን ትሕጃ ከዓ እዛ ገዛ እያ ማለት እያ እዛ ወረቐት እዚኣ ንዓ ኢልካ ትፍርመሎም ኣለኻ ንስኻ ክትከፍሎም እንተዘይክኢልካ ነዘን ክልተ ሚእትን ሰማንያን ከይዶም ቀጥታ ነዛ ዲድ ኦፍ ትረስ ናብዚኣ እዮም ፋይል ክገብሩ ማለት እዩ እዚኣ ናብ ኮርቲ ትኸይድ ናብ ካልእ ዘላ ወረቃቅቲ እያ ስለዚ ንስኻ እንድሕር ክትከፍሎም ዘይትኽእል ኮንካ እዛ ወረቀት እዚኣ ንሶም እቶም ባንክ እዚኦም ክውንንዋ እዮም ባንክ ራብ ስራኻ ትሓትት ካልኻ ትሓትት ሶ ዲድ ኦፍ ትረስት ኢምፖርታንት ወረቀት እያ ንስኻ ፍቃድ ሂብ ሳይን ጌርካሎም ኣለኻ ገዛ ኣነ ገዛ ይወስድ ኣለኹ እስኹም ከኣ ገንዘብ ሂብኩምን ኣለኹም ሶታ ገዛ ግን ኮላትሮ ትሕጃ ናትኩም እያ ኢኻ ትብሎም ዘውራ እዚኣ ማለት ካልእ ሞርገጅ ኖት ከዓ ዝበሃል ኣሎ እዚ ሞርገጅ ኖት ከዓ እንታይ ትብሎም ኣለካ ነቶም ባንክ ከዓ ኣነ ፕሮሚስ ይኣቱ ክኸፍለኩም ወርሓዊ ድዩ በዚ ኢንተረስት ድዩ ኣብዚ ዕለት እዚ ድዩ ኣብ ነዚ ተርም እዚ ድዩ ላይክ ንሳላሳ ዓመት ተርም ድካ ወሲድካዮ ንሓሙሽተ ፐርሰንት ኢንተረስት ድካ ወሲድካዮ ክንደይ ይኮን ፔይመንትካ እዚኣ ከዓ ትፍርሞ ኣሎ ማለት እዩ ፕሮሚሳሪ ኖት ሶ ኣነ ፌል ንካይገብር ማለት እዩ እዚ ከዓ ንዕኦም ትፍርመሉ እዚ ዲድ ንባዕሉ ከዓ ይመፅእ እዚ ዲድ ከዓ እንታይ ገብርዎ እቲ ዝሸይጥ ዘሎ እቲ ዝሸይጥ ዘሎ እቲ ብምሉእ ወረቃቂቲ እቲ ታይትል ንሱ ይፍርም ትሸጣ ዘሎ ፈሪሙ ንኣባኻ የመሓላልፈልካ ንስኻ ከዓ ሳይን ትገብር ማለት እዩ ኣነ እየ ወናን ናይታ ገዛ ሓፍተይ ኣይኮነትን ብስም ሓፍተይ ኣይኮነን ብስም ኣቦይ ኣይኮነን ኣነ ባዕለ እየ ዝውና ኢሉ ከዓ ፈሪመልካ ማለት ፈሪምካ ከዓ ንስካ ትፍር ማለት እዚኣ ከዓ ዶኩመንት ገዳሲ እያ ጅዚ ዩጅዋሊ እንታይ ኣጋጥም ለሰየብ እንድሕር ከይድናዮ ናይ ገዛኻ ናይ ወለድኻ እንድሕር ኣሎ ኮይኑ ገዛ ንበሎ ብዓድና ንበሎ ስለዚ ሰለስተ ሰባት እንተሊኻሲ እዛ ወረቀት እዚኣስ ኣገዳሲ እያ ሰለስቲኦም ፈሪሞም ክቡካ ኣለዎም ነታ ገዛ ክትውንና ማለት እዩ ሶ እንድሕር ሓደ ተዘይፈሪሙ ግን ስቲል ወናንስ ኣሎት እዩ ማለት እዩ ሶ ልክዕ ብከምኡ ክንሓስባ ንኽእልና ቤት ፍርዲ ይኸዱ ይካሳሱ ገለመለ ኣነ እውን ወናኒ እንደ ኣነ እውን ከምዚ እንደ ይበሃል ማለት እዩ ስለዚ ንሱ ይፍርመልካ ኣነ ሃንድረድ ፐርሰንት ወናን ናይታ ገዛ ብለካ ኣለዎ እንድሕር ናይ ክልተ ነይራ ሰብኣይን ሰበይትን ብስሞም እንተነይሩ ብኡኻ ሰብኣይን ሰበይትን ይኣት ማለት እዩ ስለዚ ብዚ ንስኻ ሽዑ እቲ ስምካ ክትኸይድ ትኽእል በይንኻ ድኻ ክትገብሮ ብዚ ታይትል እዚ ዝደሊ ዋላ ምስ ስም ሰበይትኻ ዲ ክኸይድ ዝኽእል ብስም ወሬቨር ክንደይ ሰለስተ ኢኻ ትውኑ ሽዑ ኣብዚ ወረቐት እዚ ከዓ ይኣቱ ንስኻ ማለት እዩ ሽግር ዝበሃል የብልካን ንሶ እዚ ባይዘወይ እዚ ኣብ ፓብሊክ እውን ይወፅእ ነዛ ገዛ እዚኣ ኣብዛ ዴድ እዚኣ ብስምካ ተገዚኣ እንድሕር ኮይና ብስምካ ፓብሊክ ወፅኡ ካልእ ወፅእ ዝኾነ ሰብ ሰርች ተገይሩካስ ክረኽበካ ይኽእል እዩ ነዛ ገዛ ከምትውንን ከ ማለት እዩ So title insurance ዝበልናዮ ንውሕስነትካ ትወስዶ ኢንሹራንስ እዩ ዝኾነ ምስ ገ- እታ ገዛ ምስ ገዛእካያ ዘይተኸፍለ ዕዳ ንኸይመፅኣካ ማለት እዩ ንስኻ ኢንሹርድ ክትከውን ኣለካ እዛ ዶክመንት እዚኣ ከዓ ኣገዳሲት እያ ምሳኻ ትወስዳ ማለት እዩ ሶ እቲ አ፣ እቲ ኣፈዳቪት ኦፍ ታይትል ዝበሃል ካሎ እዚ ከዓ አ፣ እቲ እ፣ እቲ ናታር ይገብረልካ እቲ ሓደ ለ- እቲ ሴለርስ

ኣልእካ እቲ ኢኒሻል እቲ ስክሮ ስቴትመንት ዝበሃል ኣሎ እዚ ከዓ ትፍርሞ ወረቐቲ ናይ ታክስን ናይ ኢንሹራንስን ኣነ ባንከይ ክትብሎም ትኽእልኻ ባንከይ ክፈሉለይ ማለት ንስኻ ንባንኪ ትኸፍል ንሶም ከዓ ናይ ኢንሹራንስ ይኸፍሉ ናይ ሶሪ ናይ ታክሲ ይኸፍሉ ናይ ፕሮፐርቲ ታክሲ ማለት እዩ ናይ ፕሮፐርቲ ታክሲ ይኸፍሉ ናይ ኢንሹራንስ እዚ ፕሮፐርቲ ታክሲ እዩ ኣሕዋት ናይታ ፕሮፐርቲ ናይታ ትገዛእ ዘለካ ፕሮፐርቲ ታክስ ይኸፍሉ ናይታ ኢንሹራንስ ከዓ ክፍሉ ማለት እዩ ዩጅዋሊ ፕሮፐርቲ ታክሲ ክልተ ግዜ ብዓመት እዮም ዝኸፍልዎ እዚ ወርሒ ክልተን ኣብ ወርሒ ሽዱሽተ መፋርቕን ማለት እዩ ኣብ ዩኤስኤ ስለዚ ባዕሎም ኣክንዳኻ ኮይኖም እቶም ባንኪ ይኸፍሉልካ በንስኻ ከዓ ወርሓዊ ናብኡ ተመቂሉ ይመፃካ ወርሓዊ ንዕኦም ትኸፍሎም ማለት ንኢንሹራንስ ከዓ ዋን ታይም ይኸፍሎም ንሳቶም then ንስኻ ከኣ ወርሓዊ ትኸፍሎ so እዚ ከኣ initial እቲ escrow statement ዝብሃል ከኣ ኣብኡ ዘሎ ማለት ክንሪኦ ኢና መወዳእታ ድሓር እንታይ እዩ እዚ ገሊኦም ሪኳየር ገብሩካ እዮም ገሊኦም ከዓ እዚ ባዕልካ ክትከፍሎ ትኽእልካ ኣብ ገሊኦም ዲፐንድ ማለት እዩ ኣነ እዚ ናይ ታክስ ናይ ፕሮፐርቲ ታክስ ን ኢንሹራንስ ባዕለይ ክኸፍሎ እየ ክትብሎም ትኽእልካ ግን ገሊኦም ርካር ከኣ ገብሩካ ክእሎም ፌል ካይትኸውን ማለት እዩ ሶ ምናልባት ታክሲ እንድሕር ዘይከፊልካዮ መንግስቲ ቀዳምነት ዘለዎ ኣብታ ፕሮፖርትኻ መንግስቲ ክልተ ዓመት ሰለስተ ዓመት ሰለስተ ዓመት እንተዘይከፊልካ ኣይትንክሲ ሕጊ ኣለዎም ሓይሊ ኣለዎ ነታ ገዛ ክወስዳ ስለዚ እዚ ኣገዳሲ እዩ ኢምፖርታንት እዩ ማለት እዩ ሶ ዛትስ ዋይ እቶም ባንኪ ሞስትሊ ባዕሎም ዝሕዝዎ እዚ ዝደልይዎ ባዕሎም ክኸፍልዎ ማለት እዩ ስኻ ካይትድንጉዩ ወይ ከዓ ሚስ ካይትገብሩ ማለት እዩ ኢንሹራንስ እስና ረቢል ገር ኢንሹራንስ ከዓ ይደልይዎ ንሳቶም ውሕስ ክትከውን እታ ገዛ ግን እዞም ኢንሹራንስ ሲ ዋላ እንተዘይከፊልካስ ኢንሹራንስ ካዮም ካንስል ትገብሩ ዋላ ሓንቲ ዲኖ ዝገብሩ ይብሉ ፕሮፐር ታክስ ተዘይከፊልካያ ግን እታ ገዛኻ እውን ክሸጥዋ እዮም ኣብኣ ከለኻ ኣብ ገዛኻ እንዳሃለኻ ማለት እዩ ሰጋቨርመን ይፕላይ ዘጋቨርመን ማለት መክሶዳ ስለዚ ባዕላኻ ክትከፍሎ ተኽእልኻ ገሊኦም ከዓ ዘየፍቅዱልካ እውን ክህልው ይኽእሉ እዮም ሰብ ንስኻ ፒኣይ ጥራሕ ክፈል ክብልካ ክኽእሉ እዮም ፕሪንሲፓል ን ኢንተረስት ሰኦም ትኸፍል ማለት እዩ እቲ ትራንስፈር ኦፍ ታክሲ ዲክላሬሽን እዩ ኦኬ ድሕሪ ክሎዚን በቃ ወዲእና ኢና ድሕሪ ምስ ወዳእካ ምስ ተፈራረምካ ዝኩሉ ዝበልናዮ ዶኩመንት ሒዝካዮ ምስ ከድካ ናይ ዲፐን ናይ ሰላሳ መዓልቲ ይኸውን ካብዛ ለሰይ እንድሕር ሎማዓንቲ ፈሪምካ ንበላ ወርሒ ሸውዓተ ዕለት ሓደ ክልተ ሽሕን ዕስራን ሰለስተን እያ ሎማዓንቲ ሎማዓንቲ ሳይን ጌርና ኣለና እዛ ዶኩመንት እዛ ገዛ እዚኣ ብክልተ ሚእትን ሰማንያን ሽሕ ገዚእናያ ኣለና ክሳብ ትዌኒ ፐርሰንት ዳውን ፔመንት ጌርና ኣለና ማይናስ ማለት እዩ ሎሚ ገዚእና ንሳላሳ ኣን ኣቨረጅ እዚ ንሳላሳ መዓልቲ ይኸውን ወይ እውን ገሊኦም እውን ስሳ መዓልቲ ብልካ ኣለዉ ንክልተ ወርሒ ስለዚ ናትካ ቀዳማይ ሞርገጅካ ትኸፍለሉ ሲ ሕጂ ትኸፍልን ኣብዛ ወርሒ ሸውዓተ ብናፃ ትነብር ስለዚ መኣስ ክብሉካ እዮም ወርሒ ሸሞንተ ዕለት ሓደ ክልተ ሽሕን ዕስራን ሰለስተን እዚ ወርሒ ወርሒ ቀዲመ ዝፅሕፎ ዘለኹ ኣብ ዩኤስ ኣቐዲምና ወርሒ ስለ ንፅሕፎ ኢና ኣሕዋት ሶ ዝኽፈል ዋላ ሓንቲ ይብልካን ቀዳማይ ወርሒ ማለት እዩ ገሊኦም ቱ ማንት ዝኸዱ ኣለዉ ባይዘወይ ስለዚ ወዲእካ ኢኻ ንሓደ ወርሒ ዝኽፈል የብልካን ካብ ወርሒ ሸሞንተ እዩ ምኽፋልካ ግን ተዳሉብ ኣኮርዲን ናይታ PMI ዝበልናያ ፕሪንሲፕል ኢንተረስት ካልእ ካልእ ማለት እዩ so ወዲእካ ኣለኻ ኮንግራ እንኳ ሓጎሰካ ገዚእካ ኣለኻ እታ ገዛ ዶኩመንትኻ ሒዝካ ዓፂፍካ ኩለንተን ዝበልናየን ዶኩመንት ሒዝካ ናብ ገዛኻ ክትከይድ ኢኻ ገዛኻ ኣለዋ ኮፍ ይብላ ሽዑ ኣብዚ እንታይ ክትገብር ኢኻ? መጀመርያ ክትቅይሮም ዘለካ ነገራት ኣሎ። ነቲ ገዛ ቅድሚ ምእታውካ መፍትሕ ናይቲ ኩሉ ዘሎ ክትቅይሮ ኣለካ። ዝጽረ ተልዩ እውን ቫኪዩም ድዩ ካልእ እውን ክትገብሮ ኣለካ። ሶ ሰምሃው ጽቡቕ እዩ ማለት እዩ። መፍትሕ ግን ኢምፖርታንት እዩ። መፋትሕ ናይ ኩሉ ናይቲ ገዛ ክትቀያይሮ ክትለዋውጦ ኣለካ ማለት እዩ። ስለዚ ኦፊሻሊ ካብዛ ዕለት እዚኣ ንስኻ ወናኒ ናይታ ገዛኻ። ስለዚ ኣብኣ ንብረትካ ተግዕዝ ካልእካ ተግዕዝ ትኸይድ ትነብር ድሕሪ ሰላሳ መዓልቲ እንታይ ክትመፀካ እያ ሞርገጅ ስተትመንት ትብል ክትመፀካ እያ ሞርገጅ ስተትመንት ሞርገጅ ስተትመንት እዚኣ ኣከፋፍላኻ ገንዘብካ ከመይ ጌርካ ከም ትኽፍል ትመፃካ ማለት እዩ ንኣብኣ ቅድሚ ምእታውና ክንሪኣ ኢና ማለት እዩ So ብሓፈሻ ሞርገጅ እንታይ ማለት እዩ ገሊኹም ትሓትዋ ኣለኹም ነዛ ቃል እዚኣ ሞርገጅ በቃ ልቓሕ ማለት እዩ ሎን ንህቡካ ኣለዉ ንስኻ ንሓንቲ ገዛ ብካሽ ክትገዛ ኣይከኣልካ ብጥረ ገንዘብካ ግን ንስኻ ባንክ ከድካ ሃቡኒ ትብሎም እሞ ዘን ስለዚ ኮስት ይገብረካ እቲ ትወሃቦ ዘለካ ሎን ወይ ከዓ ዕዳ እዩ ማለት እዩ ሶ ስለ ምክንያቱ ገንዘብ የብልካ ገንዘብ ተዘይብልካ ባንክ ክትከይድ ትልቃሕ ማለት እዩ ሶ ንስኻ እቲ ኖት ዝበሃል ኣሎ እቲ ሞርገጅ ፐር ኣነ ክኸፍለኩም እየ ያ ዕዳ ሃቡኒ ኢልካ ኩሉ ይርእዎ እንታይ እዮም ዝርእዎ ከምወይ ዝበልናዮ እቲ ናትካ ጆብ ሂስትሪ ይርእዎ ናትካ ኣታዊ ይርእዎ ናትካ ክሬስከር ይርእዎ ስለዚ ንስኻ ንፍዕ ኢኻ ኣገዳሲ ኢኻ ስለዚ ካብ ሰለስተ ክሳብ ዒስራ ድሓን ገባ ኢና ክሳብ ዒስራ ፐርሰንት ዳውን ፔመንት ጌርካ እያ ክንዲ ዝተረፈ ገንዘብ ክንበካ ኢና ብልካ ስለዚ ሰዓታ ሞርገጅ ቃል ብቃላ ማለት እዩ ስለዚ እታ ዝህቡኻ ሞርገጅ ግን ንዒስራ ዓመት ክከውን ትኽእል እያ ንሳላሳ ዓመት ክከውን ትኽእል እያ ንዓሰርተ ሓሙሽተ ዓመት ክከውን ትኽእል እያ ዋላ እውን ሓሙሽተ ዓመት ክከውን ትኽእል እያ ዲፐንድ ኣብ ዝሓለፈ ተምሃርናዮ ደንቢ ጀስ እዚ ቫሪያብል ክኾነ የብሉን ኢና ተባሂልና እንተተኻኢሉ ኩሉ ሻዕ ፊክስድ ዝኾነ ክትገብሮ ኣለካ ማለት እዩ ንምንታይ ኢና እቲ ፊክስ ንብሎ ዘለና ምስቲ ኢንተረስት ሃይ እንዳኸደ ሃይ ይኸይድ ንድሕር ኮይኑ ሞርገጅ ከካሃስየካ እዩ ስፔሻሊ ኣብዚ ዘለና ህጂ ብጣዕሚ ብዙሕ ሰብ ተሃስዩ ኣሎ ብዝተኻእለ መጠን ንካብ ክንደይ ዓመት ክብካኸሉ ኣብ ዩኤስኤ ክሳብ ሰላሳ ዓመት ትወስዶ ትኽእል ስፔሻል ሕጂ እውን ነጉሸሽን ኣሎ ናብ ኣርባዓ ዓመት ክቕይርዎ ማለት እዩ ንስኹም ኢሎም ይዛረቡ ኣለዉ ማለት እዩ ኣብ ዝሓለፈ ብሰንኩ ኮቪድ እውን ኣለዉ ኣነ ዝፈልጦም ሰባት ክሳብ ናይ ኣርባዓ ዓመት ቀይሮሞ መርገጆም ማለት እዩ ሶ ኣበይና ኢኻ እንታይ ዓይነት ኢንተረስት ትወስድ ተጠንቀቕ ማለት እዩ ፊክስድ ኢንተረስት ኮይኑ ንሓሙሽተ ዓመት ጥራሕ ኢና ንበካ ድሕሪ ኣርሚ እንተኢሎምኻ ድሕሪ ሓሙሽተ ዓመት ከዓ ክትቅይሮ ኢኻ እንተኢሎምኻ ኣማራፂ የለን ስፔሻሊ ኣብ ኮመርሻል ከምኡ እዩ ኣብ ኮመርሻል ካብ ፋይቭ ይርስ ክሳብ ቴን ይርስ ኣርመ ኢኻ ትወስድን ካብኡ ቫሪያብል ይኸድ ወይ ከዓ ፔይድ ኦፍ ክትገብሮ ኣለካ ማለት እዩ ብሉም ፔይመንት ዝበሃል ኣሎ ዶንጀስ ሓሙሽተ ዓመት እየ ኣነ ክወስዶ እሞ ድሕሪ ሓሙሽተ ዓመት ግን ፔይድ ኦፍ ብካሽ ክፈለል ዝብል እዚ ሓደገኛ እዩ ተጠንቅቑ እዚ ማለት እዩ እዚ እዛ ሞርገጅ እዚኣ ናይ ዕስራ ዓመት ናይ ሰላሳ ዓመት ናይ ዓሰርተ ሓሙሽተ ዓመት ይህቡኻ ትመርጽ ካብዚኤን ማለት እዩ ተተኻኢሉ ኣንውሕዎ ኢንተረስት ከኣ ክሳብ ዝተኻኣለ ዝወሓደ ኢንተረስት ወስቶ ንማንም ድሕሪ ኣጋጢሙካ ግን ሪፋይናንስ ዝበሃል ኣሎ በይኑ ክላስ ሒዝናዮ ንመፅእ እውን እንታይ እቲ ፋይናንስ ከዓ ናብኡ ክንመፅእ ኢና ማለት እዩ ሶ እሳ ወዲእና ኣለና